ቐሪረ ናፊቐኪ ዘይምሱል መሲለ ክፈልየኪ እነኹ ቐሪረ ተጋይሸ ዝላ ስኢነ ተጋይሸ ዝላ ስኢነ ገለ ኢሉ በቃ መጺኒ እሱ ካብ ከሰላ እዩ መጺኡ ድወስደኒ ደሎ ማለት እዩ ካብቲ መዓስከር ስደተኛታት ኣብኡ ኣሎ ምስ በልዎ እሱ ኣቐዲሙ እዩ ከይዱ ኣብኡ ኣሎ ምስ በልዎ ግን መጺኡ ሒዝኒ ናብ ከሰላ ከድና ማለት እዩ ሸማል ሓለንጋ ዝባሃል ከባቢ ኣብ እንዳ ሓትንኡ ክንቅመጥ ጀሚርና ማለት እዩ ሕጂ እቲ እንዳ ሓትንኡ በቃ ጽቡቅ ናብራ ዘለዎም ገለ እዮም ከምዚ ሃብታማት እዮም ገለ ዝኾነ ዝብላዕ ዝስተ ዝሰኣኖ ገዛ ገለ ኣይኮነን ግን ከምዚ ኣነ ኮፍ ኢለ ክውዕል ኣብቲ ገዛ ገለ ጥራሕ ግን ብጣዕሚ ታይ ሽሙ ኮይነኒ ከምዚ ከቢዱኒ ደገ ተወጻኻ ከኣ በቃ ከምዚ ምሻሎ ካበይኻ መጺኻ ዝብል ሕቶታት ዶ ገለ ዶ ብጣዕሚ በዚሑ ናይቶም ወታደራት ናይ ናይ ሱዳን ማለት እዩ ወታደራት ገለ በቃ በብዝረኸቡኻስ ሰሓቱኻ ምኽንያቱ ቁርብ ፍልይ ንብል ኢና ንሕና ከምቲ ካብቲ እንታይ ሽሙ ካብቲ መዓስከራት ዝኸድናዮ ገለ ኣብ ምስልና ድዩ ኣብ ገለ እንታይ እዮም ዝርእዩልና ኣይፈልጥን እየ መጺኦም ካበይ መጺኻ ገለመለ ገለ ክብሉና ጅምሩ ደሓን ናይ ዓረብ ክእለት ስለ ዝነበረኒ ገለ ይገድፉኒ ግን ምሻሎ ከምዚ ኮፍ ተበል ካብ ገዛ ወዮ ተወጻኻ ወዮ ገለ ምስ ኮነ ሽዑ ያስር በጃኻ ስራሕ ክሰርሕ ኣለኒ ኣነ ኢለ ስራሕ ክትሰርሕ እወ ኣብዚኣስ ኮፍ ኢልካ ኖርማል እንዲኻ ጽቡቅ እንዲኻ ትነብር ደለኻ እንታይ ጎዲልካ ተጉደልናልካ ንገረና ይብለኒ ኣነ ከኣ ዋላ ሓንቲ ዝጎደለኒ ነገር የለን ኣብዚ ገዛ እምበይሺ ከማንሲ በዚሕኒ እቲ ምንክብኻብ ናይዚ ገዛ ቁሩብ ምሻሎ እቲ ሰብ ዝገብረልካሲ ከምዚ እንድሕር ደኣ ዝኸብደካ ኮይኑ በቃ ከምዚ ውጽእ ኢልካ ገለ ነገር ሰሪሕካ ምምላስ ስለ ዝደለኹ እየ ምስ በልክዎ ከይዱ ተማዊቱ ማለት እሱ ብኡ ሱዳናዊ በዲኡ ከዓ ኤርትራዊ ስለ ዝኾነ ብኤርትራዊት ስለ ዝኾነ በቃ ከምዚ ከይዱ ከሊሉ ከሊሉ ከሊሉ መቸም ስራሕ ረኺብለይ ስራሕ ረኺብለይ በቃ ስራሕ ረኺበልካ ኢሉ መፅዩ ኣነ ድማ ቧእ ፅቡቕ እንታይ ዓይነት ስራሕ ረኺብካለይ ትኸውን ስራሕ በቃ ፅብቕቲ ስራሕ ናይ ብሓቂ ፅብቕቲ ስራሕ ክትሕጎሰላ ኢኻ ፅቡቕ ቢዝነስ ኣለዋ ብለኒ ኣነ ድማ ቧእ ፅቡቕ ደይ ስራሕ የደል ደለኹ ገለ ብሎ እሞ እንታይ መሲልካ እንዳትንባኾ ትገብረላ ገለ በቃ ጣዕጣዕ ኣቢልካ ነታ ትምባኾ ትቕርባ መጺኦም ይገዝኡ ውዕሉ ካባኻ ወላ ሓደ ዝቆጻጸረካ ሰብ የለን ገለ ጽቡቕ ቢዝነስ ኣለዋ ብለኒ ኣዋይ ስራሕ ዓርከ እንድሕር ኣብ ከምኡ ኣትየ እንድሕር ዕጥሩን ገለ ባዕለይ ክገብረላ ጀሚረ ካብታ ትምባኾ ክወጽእ ከም ዘይክእል እፈልጥ እየ ስለዚ ኣይስርሓን እዩ ባእ እዚ ኩሉ ኮለል ኣቢልካና ኣይሰርሓን እየ ትብለኒ እዚ እኮ ኣነ ድበለ ቢዝነስ እዩ ኣነ ድበለ ፅቡቅ ስራሕ እዩ ይብለኒ ናይ ብሓቂ ዓርኪ እዩ ፈታዊ ሰብ እዩ መኽበሪ ሰብ እዩ ከምዚ ከመስግኖ ደሊ እየ ሽዑ ኣይደልን እየ ምስ በልክዎ ከይዱ ወፊሩ ደጊሙ ደጊሙ ወፊሩ ከይዱ ተማዊቱ ተማዊቱ በቃ ሕጂ ክትሕጎስ ኢኻ ብለኒ ጽቡቕ ግን ሙሉእ ኣይነበረን እቲ ሓጎሰይ ሙሉእ ኣይነበረን ምክንያቱ ሕጂ እንታይ እየ ሕጂ ከብሎ ድሓን ንኺድ ትብለኒ ተታሓሒዝና ንኸይድ ምኽንያቱ ከምዚ ኣብ ገዛ ኮይኑ እንድሕር ድኣ ተዛሪብኒ ከምታ ቀዳመይቲ ክኣብዮ ይኽእል እየ ስለ ዝበለ ክኸውን ይኽእል እዩ ንኺድ ኢልኒ ተታሓሒዝና ከይድና ሓደ ጽቡቕ ቤት ምግቢ ኣቲና ኣብዚኣ ይረኺበልካ ብለኒ ዝረኺብካለይ ጽቡቕ ሽዑ እቱ ምስ በልኩ ምስቲ ሰብኣይ ምስ ትብቲ ካሴር ዝነበረ ተዘራሪቡ ገለ መፅኡ በቃ ኣብዚኻ ዝሰርሕ ገለ መለ ገለ ኢልኒ ኣብዛ እንታይ ገለ ኢለ ኣብዛ ትእዘዝ ተልዕል ተብል ትውልውል እንታይ ዳ ደሊኻ እንታይ ዳ ደሊኻ እንታይ ዳ ዋ ተሰዲድካ ጌኻ ዘለኻ እዚ ኩሉ እዛ ክትግብነ ትሰርሕ ዝቐረበልካ እዩ ሕጂ ከምኡ እንዳ በለኒ ከሎ ሰሚዕዎ እቲ ኣብ ካሳ ዝነበረ። ኤርትራዊ ግዲ ኮይኑ ኣይፈልጥን እየ። ኖኖ ንዓ እስኻ ካሳ ትሕዝ ኣነ ኣነ እሰርሕ ኢሉኒ ንሱ በዓል ገዛይ። ብጣዕሚ እየ እታሽሙ ኮይነ ማለትሲ ከምዚ በቲ ሓደ ወገንሲ ጽጋብ ክትብሎ ትኽእል ኢኻ ከይደስ ክሰርሖ ዝነበረኒ ስራሕ እዩ ግን ስለምንታይ ከምኡ ኢልካ ኢሉኒ ኣነ ከኣ እባ ኣንታ ኣነስ ደራፋይ እየ ክኸውን ድደሊ በቃ ይትረፈኒ ዋላ ድኾነ ነገር ይትረፈኒ በቃ ምኽንያቱ እዚ ኩሉ ንፉዕ ሙዚቀኛ ነይረ እዚ ኩሉ ኣብ በዓል ተሰነይ እኮ ኣነ ዋላ ሚነዋለ ዋላ ገለ እኮ ክሰርሕ ምኸኣልኩ ግን እቲ ዘይከውን ሓቦን ኒሕን ኣነ ደራፋይ እየ ኣነ ሙዚቀኛ እየ ዝብል ሓቦን ኒሕን የዕንወኒ ከም ዝነበረ እፈልጥ እየ ኣብዚ ግዜ እዚ ክሪኦ ከለኹ ኣነስ ከምዚ ትም ኢልካ ደ ይከውን ትዕቢት ሒዝኒ ይኸይድ ከም ዝነበርኩ ርድኣኒ እዩ ምክንያቱ በዚ ሚነዋለ ድየ ገለ ድየ እንዳሰራሕኩ በዚ ከዓ ሙዚቃ ክሰርሖ ይኽእል ነይረ ሕጂ እዛ ናይ ሱዳን ከዓ ከምኣ ኣጋጢማ እዛ ናይ ቤት መግቢ ማለት እዩ በቃ ክላ ስቕ ኢልካ ከስኻ ገለመለ እንዳተባሃሃልና መቸም እንዳተፀራረፍና ገለ ባስና ተሰቒልና ንሸማል ሓለንጋ መፂና ማለት እዩ ናብቲ እንዳሓትንኡ ካብኡ ውን በቃ ድለየለይ ወይ ክኸይድ እየ ኢለዮ ሕጂ እታ ክኸይድ እየ በቃ ከምዚ ክኸይድ እየ ክብሎ ከለኹ ስለ ዝጽምብድ ግደፍ ገለ መለ ገለ ስለ ዝብለኒ ዝነበረ በቃ ተማዊቱ ፎርኖ ፎርኖ ረኺበልካ ኢልኒ ፎርኖ ኦ ፎርኖ ዳ ጽብቕቲ ፎርኖ ድርእየካ የብልካ ድሰምዓካ የብልካ በቃ እተው ኢልካ ኣብታ ፎርኖ ባኒኻ ስርሕ ስርሕ ስንከት ስርሕ ስርሕ ስንከት ኣቢልካ በቃ ፍርኖ ደኣ ቤላ ገለ ኢለዮ ተተሓሒዝና ንኸይድ ኪድ ምስ በልናስ ከክ እንዳይ ድኸውን ዕንጨቲ ሒዞምሲ ክገጩ መዓት እዮም እቶም ሰባት እሱ ባዕለ ድበለ ዲፕሎማሲ ድረኽቦ ደሎ እምበር ሱዳናውያን እውን ኣይረኽብዎን እዮም እቲ ኣነ ዝረኽቦ ዘለኹ ስራሕ ከክ እንድገለ ድኾን

እዋይ ኣታ ያስር ኣብዚኣኻ ከተእትወኒ ሓንቲ መዓልቲ ከም ገለ ኢሎም ሓሪቆም ሕዛብ ኢሎም ኣእትውቶም በሉኒ መቸም ስሒቁ እስኻ ስራሕ ረኺብካ ኢልኒ እሞ ከኣ ንምንታይ ንዓይ ተድክመኒ ኢልኒ ሙሉእ ገዛ ወላ ሓንቲ ዝጎደሎ ደይብሉ ገዛ ደቀሪቡ እንዳሃለወ ከም ድላይካ ትበልዕ ትሰቲ ሰብ ኣብዚ ደደምጻእኩልካ ክትመርጽ ፍጹም ኣይቅበለካን እየ በቃ ድገበርካ ጌርካስ ስራሕ ገለ ብለኒ መቸም ንመለስ ተባሂልና ተመሊስና ብድሕሪኡ ንሰብኣይ ሓትንኡ ምስ ተዛረቦ ቧእ እሞ ከምዚ ጌሩ ወላ ኣብቲ ጀራጂን ገለ ዶኸኩን ኣለዋ ወላ ኣብኡ ሓንቲ ካብተን ዶኸኩን ደይ ነትሕዞ ኢሎ ሽዑ ድኳን ገለ ምስ በለኒ፣ እዋእ ድኳን እወ ድኳን ድኣ ጽብቕቲ ጽፍፍቲ ገለ እብሎ። ሕጂ ኣብ ጀራጂን ምዃኑ ከኣ ኣይፈለጥኩን። ኣብ ጀርጂን እዩ። ኣበይ ጀርጂን? ጀርጂን ድኣ ጀርጂን በቃ ኣሎ ግራውቲ ገለ በቃ ኣብኡ ኢኻ ገለ እምባእ ኣብኡ ድኾነ ኣብቲ በረኻቲ ገለ ንብረት ሃበና ኢሎምኻ ከሊእኻዮም ገንዘብ ሃበና ኢሎምኻ ከሊእኻዮም እዚኣ ኣይተዋጽኣንን እያ። በቃ ሕጂ ሓንቲ ዶ ክነግረካ እወ በቃ ሰላም ጌረ ኣብዛ ገዛ እንዳ በላዕኩ እንዳ ሰተኹ ኣብዛ ገዛ ስቅ ክብል እየ ሕጂ በቃ ስራሕ ርኸበለይ ከማን ኣይብለካን እየ ኢለዮ መቸም በቃ ኮፍ ኢለ ማለት እዩ ከምዚ ክብለ ክወሓጠለይ ገለ ስለ ዘይከኣለ ግን በቲ ሓደ ወገን ድማ ናይ ስድራይ ደሃይ ክገብር ስለ ዘለንን ወለደይሲ ባሩንቱ እዮም ነይሮም ካብ ባሩንቱ እዮም ተፋናቂሎም ከይዶም ብዙሕ ሻቅሎት ስለ ዝነበረኒ ሱዳን እውን ርሕቅ ድበለ ስለ ዝኮነ ብዙሕ ሓሶታት ስለ ትሰምዕ ዝተረፈ የለን ከምዚ ኣጋጢሙ ከምዚ ኮይኑ ደብዳብ ዶ ገለ ዶ ገለ ዶ ዝብል ትግርኛ ስለ ዝነበረ ብዙሕ ሰብ መይቱ ገለ ገለ ዝብል ዝስማዕ ስለ ዝነበረ በቃ ስድራይ ክርኢ ኣለኒ ክኸይደ ኢለዮ ንያስር ዓርከይ በቃ ከምቲ ደየለ ዝርንዛሕ እንዳነበዐ ኣፋኒኒ ተፋኒና ንተሰነይ ተመሊሰ ማለት እዩ

ሓመልማሎ ገለ ዝበሃል ቦታ ምሽ ኣሎ ኣብኡ ኣብቲ መዓስከር ግዝያዊ መዓስከር ስደተኛታት ኣብኡ ጸኒሖምኒ ከይደ ርእየዮም ማለት እዩ ብናይ ስድራይ ቀሲነ። ሐራይ መንግስ ነዚ ሕጂ ትሰርሓሉ ዘለኻ ሞያ ስነ ጥበብ ናይ ደርፊ ማለት እዩ ገና ካብ ቁልዕነትካ ኣትሒዝካ ኢኻ ብዙሕ መስዋእትታት እናኸፈልካሉ መጺኻ ማለት እዩ ናቱ መቐጸልታ ከይኮነ ኣይተረፉን። ኣብ ከረን ምስ ተጓዓዝካ እውን ፍሉይ ወይ ድማ ሕልፍ ዝበለ መስዋእቲ ወይ ድማ ነዚ ጥበብ እዚ ንምዕባይ ኢኻ ከፊልካ እሞ ብኸመይ ትዝክሮ እቲ ናይ ከረን ንስነ ጥበብ ንምዕባይ ዝሓለፈ ቃልሲ?
ናይ ከረን ካብቲ ከባቢ ሓመልማሎ ወይ ዳዱ ዝበሃል ስድራይ ተዓቚቦምሉ ዝነበሩ ስፍራ ናብ ከረን ምስ መጻኹ ኣብቲ ግራንድ ሆቴል ከረን ምስ መጻኹ ማለት እዩ ጊታር ክጻወት ከም ዝኽእል ገለ ስለ ዝፈለጡ ኣብዚ ምሳና ኮንካ ዓቕምኻ ዘይተዕቢ ገለ ዝብል ሕቶታት ሂቦምኒ ማለት እዩ ሓቲቶምኒ ኣነ ድማ ሓራይ ጸገም የለን ኢሉ እም ምክንያቱ ኩሉ ግዜ እታ ዝደልያ ምስ ሙዚቃ ምጽናሕ ምስ ሙዚቃ ምንባር ስለ ዝኮነት ሐራይ ኢሉ እም በዓል መለኪን በዓል መልኣከ በዓል ሳሚ ሼባ ኣለም ጸሃይ በዓልቲ ቤተይ ማለት እዩ። ፌቨን ብርሃነ ብዙሓት ኣባላት ጸኒሖም ኣብኡ በዓል ሮቤል ብዙሓት እዮም መቸም ናይ ድራማን ናይ ባህልን ነይሮም ሽዑ በቃ ኣብኡ ጊታር ዝጻወት ስለ ዘይነበሮም ምስኦም ከኣ ጊታር ክጻወት ጀሚረ ማለት እዩ እጂ ኣብ ግራንድ ሆቴል ሃዋማተ ሓንቲ ክፍሊ ናይ ትሬኒንግ ዝገብሩላ ገዛ ስለ ዝነበረት ኣብኣ ፍርናሽ ሂቦምና በቃ ኣብኣ ንድቅስ ኣብኣ ሙዚቃ ፕራክቲስ ንገብር ገለ ነርና ማለት እዩ ብዛዕባ ምግቢ ገለ እዚ ከም ሽጣራኻ እዩ ከምቲ ቀዲሙ ዝነበረ ጉዕዞ ናይ ተሰነይ ገለ ማለት እዩ ግን ምሻሎ ከምዚ ኣብኡ ሳላ ፕሮቫድ ገበርኩ ኣብኡ ሳላ ዝጸናሕኩ ከማንሲ ምስ በዓልቲ ቤተይ ከማን ተራኺብናስ። ፍሉይ ተዘክሮ እዩ ብጀካ እቲ ናይ ስነ ጥበብሲ ኣብ ውልቃዊ ሂወትካ ውን። እወ ዋላ ኣብ ውልቃዊ ሂወተይ ከምዚ ሓድሽ ምዕራፍ ዘበልኩሉ ኣጋጣሚ እዩ። ዝገበርኩሉ ኣጋጣሚ እዩ ክብል እኽእል እየ።
ድሕሪ እዛ ናይ ከረን ዘሕለፍካዮ ህይወት ጉዕዞኻ ጌጋ ይኽልኣለይ እምበር ነቑርደት እዩ።
እወ ድሕሪ ከረን ንተሰነይ ተመሊሰ ነይረ እንድየ ተመሊሰ ነይረ። ካብ ተሰነይ ግን ከምዚ ብዙሕ ኣይጸናሕኩን። ምኽንያቱ ምስ ምስ በዓልቲ ቤተይ ኦረዲ ፍቕሪ ጀሚርና ኔርና ስድራይ ድማ ካብቲ ዝነበርዎ ናይ ምፍንቓል ቦታ ንኣቑርደት መጺኦም ኣብ ቑርደት ስለ ዝነበሩ ንኣቑርደት መጺኤ ማለት እዩ ካብቲ ሰኔ ስነ ኣቑርደት መጺኤ ዋዛ ናይ ምስ በዓልቲ ቤትካ ኣለምጸሃይት ጉዕዞኹም ብፍሉይ ደሓን ክንዕለሉ ኢና ጸኒሒልና ግን ኣብዛ ናይ ኣቁርደት ቁሩብ ዳህሲስና ክንሰግር ኣይለን ድየ ኣቁርደት ምስ ኣተኻ እቲ ስነጥበባዊ ጉዕዞኻ ከመይ ቀጺሉ እንታይ ጉጅለ ባህሊ ተጠርኒፍካ በዓል መን ጸኒሖምኻ እቲ ሂወት ታይ ይመስል ኔሩ። ኣቁርደት ውን ንፉዓት ሙዚቀኛታትን ደረፍትን ጸኒሖሙኒ ጉጅለ ባህሊ ዓርከብከባይ ትበሃል ጉጅለ ጸኒሓትኒ ኣብኡ ምጽእ ምስ በልኩ ሰሙን ብሓጎስ ተቐቢሎምኒ ምኽንያቱ ገለ ኣፍልጦ ብዛዕባይ ስለ ዝነበሮም በቲ ካብ ተሰነይ እንዳ መጻና ምስ ኣቑርደት ድዩ ምስ ባረንቱ ድዩ ገለ ውድድራት ንገብሮ ዝነበርና ገለ ኣብቲ ኣጋጣሚታት እቲ ስለ ንፋለጥ በቃ ብጽቡቕ ተቐቢሎምንስ ብጽቡቕ ትሬኒንግ ክገብር ጀሚረ ምስኦም ማለት እዩ በዓል መዓት እዮም ማለት ብዙሓት እዮም ሕጂ እውን ሰብ ከይርስዐ እንታሽሙ ዝገብር የማነ ገረ ማርያም ትርንጉ ዓብዱ ሙሳና ሽሕ ኣድሓኖም ኣስቴር ሓድጉ ሰላም፣ ጠርናፊ ናይታ ጉጅለ ድማ ሚልዮን ሽሙ፣ መንግስተ ሰማይ የዋርሶ፣ ንፉዕ መምህርን ሙዚቃ ዝጻወትን መምህር ነይሩ። መቸም ጽቡቕ ተዘክሮታት ነይርኒ ኣብታ ኣብታ ጉጅለ። ማለትሲ ከምዚ ሰሙን ጊታር ኪቦርድ ገለ ዝነበሮም ስለ ዝነበሩ ሻሎ ከምዚ ጽቡቕ ትዝታታትን ዝኽርን ኔሩኒ ምስ ስድራይ ተሓቒፈ ስለ ዝጻወት ዝነበርኩ ሙዚቃ ድማ ልዕሊ ኩሉ ከምዚ ኮንፈርት ኔረ ኮንፈርት ዝስምዓኒ ኔሩ።
ሐራይ መንግስ እዚ ኹሉ ገልጠምጠም ጉዕዞ ካብን ናብን ማለት እዩ ተሰኒ ከረን ኣውርደት ንስለ ሐያል ፍቅሪ ናይ ስነ ጥበብ እዩ ነይሩ ብጀካ እዚ ኣብ ውሽጥኻ ዝሰረጸ ሐያል ፍቅሪ ስነ ጥበብ ካልእ ከ ነይርዎ ድዩ ነዚ ኹሉ ንስነ ጥበብ ከምዚ ክትብል ዘኸኣለካ ምኽንያት?
እቲ ዕላማስ እሱ እዩ እቲ ስነ ጥበብ እዩ ማለት ካልእሲ ወላ ሓንቲ ኣይነበሮን እየ ክብል ዝኽእል ምክንያቱ እቲ ንስነ ጥበብ ኢለ ካብ መጀመርያ ዝተበገስክዎስ በቃ ካብ መጀመርያ ተበጊስካስ ካብ ካልኣይ ክፍሊ ከለኹ ንመምህር ዝበልክዎ ከመይ ኢለ ከም ዝበልክዎ ውን ኣይፈልጥን ከምቲ ኣቐዲመ ዘዕለልክዎ ክሳብ ሕጅስ ንዕኡ መስዋእቲ ኣብ ምኽፋል እየ ዘለኹ ካልእ ዋላ ሓንቲ ቻሽሙስ ኣይነበሮን በቃ ንስነ ጥበብ ንደራፋይ ንምዃን ንፉዕን ብሉጽን ደራፋይ ንምዃን ዝኽፈል ዘሎ ዋጋ ጥራሕ ክሳብ ሕጂ ክሳብ ተሸዓ ግን ኣብዚኣ ሲ እዚ ኩሉ ካብን ናብን ኮለል ክትብል ንጥበብ ደሊኻያ እሱ ዝፈጥሮ ካብ ስድራ ምፍልላይ ኣሎ ብሓቂ ካብ ስድራ ምፍልላይ እሞ ንእሽቶይ ኮይንካ ክትረኽቦ ዝግባእ ፍቕሪ ናብዮት ትሕቑፊ እሱ ይጎድለካ እዩ ነዚስ ብኸመይ ትብድሆ ነርካ እስኪ ብዘይ ቀልዓለም ንገረና ስምዒትካ ማለት እዩ
ባዕለይ ዝገበርክዋ ስለ ዝኾነት ከምዚ ምሻሎ ከምዚ ተተፈሊኻ ካብ ስድራኻ ደሐንቅቀካ የለን ባዕልኻ ዝወሰድካያ ኢኻ ትሕሸኒ ኢልካ ዝወሰድካያ ስለ ዝኾነት በቃ ከመይ ጌርካ ትወጻ ጥራሕ ኢኻ ክትሓስብ ዘለካ ኣነ ከኣ ኩሉ ጉዕዞይ ከምኡ ጥራሕ እዩ ኔሩ ግን ከምዚ ምሻሎ ሓደ ሓደ ግዜ ይዳፋነቅ እየ ብጣዕሚ በቃ ከምዚ ምሻሎ ወላ ናይ ኣሕዋተይ ምስሊ ክረኣየኒ ከሎ ናይቶም ንኣሽቱ ኣሕዋተይ ሽዑ ህጻናት ድገደፍክዎም ወላ ናይ ኣደይ ናይ ኣቦይ ለውሃት ገለ ክሪኦ ከለኩ ገለ ምሻሎ ከምዚ ብፍላይ ብዙሕ ነገራት ክጎድለካ ከሎ ዝዝከረካ ናይ ስድራቤት ኣጋጣሚስ ኣሎ ከምዚ ወላ ጾምካ ክትሓድር ከለኻ ንግሆ ኮይ ከይተመገብካስ ቀትሪ ከይተመሳሕካስ ለይቲ ውን ጾምካ ክትሓድር ከለኻስ ኣብ ለይቲ ስድራኻ ክትዝክሮም ከለኻ እሞ ከምዚ ቆሪሶም ሂቦምኻ ትጸግብ ኮይኑ ዘይስምዖም ስድራኻ ዝከሩኻ እምበር።
ኣይ ጽቡቕ መንግስ ሕጂ ድማ ካብቲ ሞያ ናይ ጥበብ ወይ ድማ ናይ ደርፊ ማለት እዩ ብፍሉይ ውጽእ ኢልና ናብቲ ብኣኻ እኮ ካልኣዊ ሞያኻ እዩ ክኸውን ዝኽእል ሞያ መምህርና ማለት እዩ ናብኡ ኢና ክንሰግር መንግስ መምህር ቋንቋ ደን ምዃን ዝመረጽካዮ ምኽንያት እንታይ ነይሩ ወይ ድማ ዝደረኸካ ምኽንያት?
መምህር ቋንቋ ኣደ መጀመርያ ከምዚ ብቋንቋ ኩናማስ መምህር ምዃን ይከኣል እዩ ገለ ምስ ሰማዕኩ እምቧእ ነቲ ክንደይ ዓመታት ዝገበርኩ ወንዚፈዮ ዝጸናሕኩ ቋንቋስ ብሰዋስው ብገለ ተመሊሰ ከማንሲ የሐድሶ ብኡቢልካ ከኣ እቲ ናይ ደራፋይ ናይ ቋንቋ ኩናማ ይኹን ናይ ትግርኛ ይኹን ናይ ካልእ ካልእ መደበይ ስለ ዘሎ እውን ተወሳኺ ይኾነኒ ኢለ ሓሲበ ማለት እዩ። ሽዑ ናይ ቲታኤይ ድወስዱ ማለትሲ ቲታኤይ ብቲ ወላዲኻ ወላዲትካ ኣፅኒዖም ነቲ ቋንቋ ከመይ ትኽእሎን ኣይትኽእሎን ፈቲኖም ዝወስዱ ሰባት ገለመለ መፅዮም ኣብ ኣቑርደት እየ ነይረ ሽዑ ከይደ ኣነ ኩናማየ ኢለዮም። ኩናማይ ምስ በልኩዎም እዋእ ንዓ ደኣ ሕሰበላ መን ድዩ ሽም ኣቦኻ ገብረገርግሽ እዩ ድብል ደሎ ሽም ኣቦኻ ኢሎምኒ። ኖኖ ኣደይ ኩናማያ። ኣዴኻ ኩናማያ? እወ። ኦኬ ጽቡቕ መን ሽም ኣብሉኒ ኣነ ኸኣ ናይተን ዘዕበያኒ ኣዴታት ናይ ኩናማ ሽም እህቦ ማለት እዩ። ሕጂ ከምኡ ምስ በልክዎ፣ እምቧእ! ካልእ እንታይ እንታይ መረጋገጺ? መረጋገጺ? እወ። መረጋገጺ ደኣ ናይ ተመሃራይ ወረቐት። ናይ ተመሃራይ ወረቐት ኣለካ? እወ። ገዛና ከኣ ካብ ቤት ትምህርቲ ቀረባ እዩ ነይሩ። እንዳ ጒየኹ ከይደ ኣምጺኣ። ኩናማ እዩ ድብል ብሄረይ። ብሄረይሲ ኩናማ ድብል ተጻሒፉ ጸኒሑ። ሕጂ ኩናማ ድብል ተጻሒፉ ምስ ጸንሐ፣ ዋእ ኩናማ ብል ኣሎ ተበሃሂሎም ሰለስቲኦም ንመምህር ናይ ቋንቋ ኩናማ ንክኸይድ ዕድል ፈጢሮምለይ ማለት እዩ። እዚ ሕጂ ዝዓበየ ነገር እዩ ኣብ ሂወተይ ከም ዋላ ከም ሎቶሪ ክወስዶ ክእል እየ ንምንታይ እንተልናሲ ከምዚ ነቲ ቋንቋሲ ተመሊሰስ ጽቡቅ ጌረ ጽኒዐን ክምህረሉን ክደርፈሉን ውን ዝኽእለሉ ባይታ ስለ ዝረኸብኩ ማለት እዩ። ንዕኦም ኣታሊለዮም ክኸውን ይኽእል እየ ግን ከምዚ ስለ ስለ ዘፍቅሮ እየ ነቲ ብሄር ስለ ዘፍቅሮ ነቲ ቋንቋ ስለ ዘፍቅሮ ጥራሕ እየ ውዒለዮ በዚ ኣጋጣሚ እዚኣ ከኣ ይቕሬታ እብሎም ኣለኹ።

ሽዕኡ እዚ ናይ ቋንቋ ኣደ ናይ TTI ናይ መሰልጠኒ መምሃራን ትምህርቲ ምስ ወሰድካ ኣብ ንኡስ ዞባ ኮሌጅ ዓዲ ሸክጋላ ኢኻ ካብ መጀመርያ ስራሕ ጀሚርካ። ዓዲ ሸክጋላ ከመይ ጸኒሓትካ? እቲ ሽዑ ዝነበረ ሃዋሁ ብመንጽር እዚ ዝተበግስካሉ ዕላማ ኣዛሚድካ ብኸመይ ትገልጾ? ቲታየ ወዲና ንባረንቱ ምስ መጻና ዕጫ እዩ ድግበር ዕጫ ተገይሩ ደዝበጽሓካ ዓድስ ብኢድካ ኢኻ ተልዕሎ ሕጂ ብሙሉእ ናቶም ተማሂርና ዝመጻና ዕስራን ክልተን ንኸውን መምሃራን ኢና መጺና ኩላ ሰብ ትልዕል ከምዚ በጺሕኒ ከምዚ በጺሕኒ ከምዚ በጺሕኒ እንዳበለት ኣነ ከኣ ክልተ ክሳብ ዝተርፋ ከምዚ ኣበይ ኮን በጽሓኒ ኢለስ ከምዚ ተሸቕሪረ ክልተ ክሳብ ዝበጽሓ ዝተርፋ ከኣ ትም ኢለ ተጸቤ መወዳእታ ኣልዕል ዝብሎ ነቲ ሓደ እስኻ ኣልዕል እምበር እስኻ ኣልዕል ሕጂ መቸም ኢደይ ሰዲደ ተዓቢለ ኣልዕል ኣቢለ ርእይ ተበልኳስ ዓዲ ሸኽካላ ሰሚዐ ይኸውን ኣይፈልጥን እዩ ሽዑ ብጣዕሚ ሰንቢደ እሞ ኣንታ ኣበይ እዩ እዚ ዓዲ እዚ ኣበይ እዩ እዚ ዓዲ እዚ በጃኹም ረእዩለይ ገለ ክብል ጀሚረ ምኽንያቱ ኣነ ምስቲ ኣብ ሙዚቃ ንጠፍጠፍ ድብሎ ገለ በቃ ከምዚ ኣብ ባርንቱ ገለ መለ ዶ ተበጸ ተበጻሓኒ እሞ ማለትሲ እታ ደላ ኣንታ ሽሙላ እንዳ እታ ናይ ትሪምሪም ድሌት ገለ ኣላ ናይ ምድራፍን ሙዚቃን ገለ በቃ ከምቲ ደለ ሰንቢደ በቲ ሓደ ወገን ሓዱሽ መምህር ክመጽእ ከሎ መጀመርያ ብ በቲ ራብዓይ ደረጃ ዝበሃል በቲ በረኻታት እንዳጸረየ እንዳጸረየ እንዳጸረየ እዩ ድመጽእ ናብ ናብቲ ቀዳማይ ደረጃ ወይ ናብቲ ከተማታት ማለት እዩ። ሽዑ ከኣ ካብኡ ከኣ ጽቡቕ እንዳሽሙ ስለ ዝኸይድ ዳርጋ እዚ ኩሉ ዓመታት ኣብ ምህሮ ስለ ዝጸንሕ መሊሹ ከኣ ናብኡታት ገለ ይምለስ ከምኡ እናበለ እዩ ዝኸይድ። ሕጂ ኣነ ግን በቃ ብጣዕሚ ከቢድኒ ኣዲ ሸኽ ጋላ ኣዲ ሸኽ ጋላ በየን እየ ክብሎ በዚ ጎልጅ ገለመለ ገለ ተበሉ ብምንም ተኣምር ከብል ኣይከኣልኩን ንጽባሒቱ ሽዑ ናብ መምህር ቦኽረጼን ከይደ እምባእ እዚኣ በጺሓትኒ ዓዲ ሸኽ ጋላ ዝበሃል ዓዲ ኣነ ከኣ ደራፋይ እየ ሙዚቀኛ እየ ከኣ ሕጅስ ኣብቲ በረኻ ተኸይደስ እንታይ እየ ክገብር በጃኻ ተተኻኢሉስ ወይ ኣብ ባረንቱ ወይ ኣብ ኣቑርደት ወይ ኣብ ተሰነይ እንዶ ክኸውን ገለመለ ኢለዮ ሕጂ ቅድም ቀዳድም ንስኻ መምህር ናይ ቋንቋ ኣዴኻ ሓደ ክትፈልጦ ደለካ ኢልኒ ኣብዘን ዝበልካየን ክትከውን ተኽእሎታት ዳርጋ የብልካን ኢልኒ ካልኣይ ከኣ ኢልኒ እስኻ እንድሕር ናይ ብሓቂ ሙዚቀኛ ኾንካ ናይ ብሓቂ ደራፋይ ክትከውን ድሌት ሃልይካ ሙዚቃ ኣብ ኩሉ ኣሎ ኬድካ ከኣ ተጠቐመሉ ኢሉኒ። ኣነ ሽዑ በቃ እናንጸርጸርኩ'የ ወጺኤ። እዚ ሙዚቃ ኣብ ኩሉ ኣሎ ክብለኒ እዚ መምህር ቦኽረ ከመይ ጌሩ ከም ዝብለኒ ንዓይ ገለ ኢለ'የ ብጣዕሚ ሓሪቐን ገለን ወጺኤ። ግን ከምዚ ከይደ ዓዲ ሸኽ ጋላ ዳርጋ ዓመት ትኸውን ናይ ናይ ጭንቀት ትኸውን ዝኾነት ዓመት ኣሕሊፈ ባእ ከመይ ኣነ ብዚ በረኻ እዚ ክነብር ገለ እንዳበልኩ ገለ ማለት እዩ ዳሕራይ ግን ሓደ ግዜ ናብኡ ገጸይ እንዳኸድኩ ከለኹ፣ ንዓዲ ሸኽ ጋላ ገጸይ እንዳኸድኩስ፣ ጋዜጣ ገዚኤ፣ ጋዜጣ ሓዳስ ኤርትራ ገዚኤ እንዳንበብኩ እንዳኸድኩ ከለኹስ፣ መጀመርያ ሕጉስ ክትከውንሲ መጀመርያ ክትገብሮ ዘለካስ ስራሕካ ኣፍቅር ዝብል ርእየ። ከምዚ ወላ ነዚ እውን ክቕበሎ ኣይከኣልኩን። ኣነስ መምህር ኮይነስ ንመምህርና ከፍቅሮ ማለት ድዩ? ገለ ኢለ። ግን ዳሕራይ ከምዚ ዝግ ኢለ ምስ ሓሰብኩዎ ግን፣ ከምዚ፣ ናብ ጽቡቕ ነገር ክመርሑኻ ዝኽእሉን ንህይወትካ ብጽቡቕ ክጸልዎም ዝኽእልን ኢላ እያ እታ ጽሕፈት መጺኣ። ሓሲበ ሽዑ በቃ እሞ ነዚ ዘለኽዎ ከባቢ ከመይ ገይረ ናብ ጥቕመይ ከውዕሎ ይኽእል ምሕሳብ ጀሚረ ማለት እዩ። ኣብታ ግዜ እቲኣ ሽዑ በቃ ቆልዑ ጸዊዐ፣ ሙዚቃ ክንገብር ኢና፣ ባህሊ ክንገብር ኢና ገለ መለ ገለ ኢሎም እዮም። ከምኡ ኣይሓሰብኩዎምን ከምኡ ኣይተጸበኹዎምን ኣነ። ናይ ንግሆ ንግሆ ንምህር ናይ ምሸት ከኣ በቃ ናይ ምሸት ኩሉ ግዜ ከምዚ ክንገብር ኢና ምስ በልኩዎም ገሊኦም ኮቦሮ ሒዞም ገሊኦም በቃ ዝኾነ ከምዚ መጣቕዒ ድኸውን ገለ መለ ገለ ዝበልዎ መዓት ነገራት ሒዞም መጺኦም። ቆልዑ እዮም ንኣሽቱ እዮም። ከምኡ ክገብሩ ኢልካ ኣይትጽበዮምን ኢኻ። ርእይ ተበልካ ምጽእ ተበልኩ ንመን ደኣ ድረፍ ክብሎ'የ ገለ ጥራሕ እየ ድብል ዘለኹ ኣነ ንሳቶምከ መምህር እዚ ክደርፍ ይኽእል እዩ እዚ ክስዕስዕ ይኽእል እዩ እዚኣ ከምዚ ክትገብር ትኽእል እያ ከበሮ ክትሃርም ትኽእል እያ ገለ እንዳበሉ ነቶም ተማሃሮስ ባዕሎም ኣዳራጅው ኣዳራጅው ኣቢሎምኒ ፍጹም ኣነ ኣይሓሰብክዎን ከምኡ ክኸውን ኢለ ካብ ኣብ ሂወተይሲ ካብተን ሕጉስ ኮይነ ዝሓደርኩለን ለይትታት ክብል እኽእል እየ ሽዑ በቃ ገሊኦም ክደርፉ ገሊኦም ክስዕስዑ ገለ ምስ ረኣኹዎም ድሕሪ ሕጂ ቤት ትምህርቲ ክዕጾ ከሎ ቤት ትምህርቲ ወለድኹም ክጽውዑ ከለዉ ከምዚ ዓይነት ምርኢታት ክንገብር ኢና ኢለዮም ቻው ቻው ኢለዮም ብድሕሪኡ ንኽድቅስ ከማን ዕድል ከልዮም ነቶም ቆልዑ እንዳመጹ መምህር ንግበር እባ ንድረፍ እቲ ገለ ዋላ ሰሙን ከማይ ዓይነት ዝምባሌ ዘለዎም ቆልዑ ኣብ መንጎኦም ከም ደለዉ እውን ፍሉጥ ነገር እዩ። ባይታ ምርካብን ደይምርካብን ጥራሕ እዩ እቲ ፍልልዩ ክኸውን ማለት እዩ። ሕጂ በቃ ከምኡ እንዳበልኩስ ነቲ ንሳቶም ዝደርፍዎ ዝነበሩ ብጊታር ገይረ ኣብ ገዛ ኮይነ እንዳ ሃረምኩ እንዳ ደረፍኩ ሽዑ ከምዚ ነታ ኣብ ዙርያይ ዝነበረት ዓለምሲ ክቕይራ ከፍቅራን ክኢለ ማለት እዩ። ሐራይ መንጌ ነዚ ድሒርካ ዝተጸንበርካዮ ሞያ ምምህርና ምስቲ ናይ ቀጻሊ ባህግኻን ሕልምኻን እሞ ድማ ድላይካ ዝነበረ ስነ ጥበብ ንምውሃድ ዝተኸተልካዮ መንገዲ እንታይ ዝመስል ነይሩ? ምምህርናን ስነ ጥበብንሲ እምዚ ተናጻጺሉ ኣይክኢልንዩ። ከመይ እንተልና እቲ ኩሉ ግዜ ስነጥበባዊ ንሕብረተሰብ እዩ ዝደርፍ ንሕብረተሰብ ይመስል ኣብቲ ሕብረተሰብ ዘሎ ሓጎሳት ደስታታት ሽግራት ገለ እዩ ከኣ ዝደርፍ ኩሉ ግዜ ስለዝኾነ ድማ ነቲ ስነ ጥበብሲ ምስቲ መምህርና እንድሕር ኢልካ ምስቲ ምስቲ ህዝብስ ትራኸብ ኣለኻ ምስ ህጻን ምስ ዓበይቲ ይኹኑ ምስ ንኣሽቱ ይኹኑ ማእከላይ ዕድመ ይኹኑ ንኽትራኸብ ዕድል ትረክብ ኣለኻ ሕጂ ብኡ መጠን ስነ ጥበባዊ ኮንካ እንድሕር ደኣ ምስኦም ትራኸብ ሃሊኻ ከምዚ ልክዕ ካብ ዒላ ትቐድሖ ማይ ካብቲ ሕብረተሰብሲ ብቐረባ ንሓደ ነገር ንኽትረኽቦስ ዕድል ትረክብ ኣለኻ ማለት እዩ። መምህር ኮይነ እየ ናይ ስነ ጥበባዊ ድሌታተይ ኣብ ውሽጢ ህዝቢ ኮይነ ወይ ከኣ ኣብ ውሽጢ ተማሃሮ ኮይነ ዝወስዶ ነይረ ነቲ መምህርን ስነ ጥበባውን ኮይነስ ምስቲ ሕብረተሰብ ተሓዋዊሰስ ከምዚ ካብኦምሲ ብዙሕ ብልጫታት ብዙሕ ነገራት ይወስድ ነይረ ብቐጥታ ማለት እዩ። ሕጂ ንምምህርናን ስነ ጥበብን ብኸምኡ ገይረ ኣዛሚደዮ ክብል እኽእል እየ። ልክዕ ካብቲ ህዝቢ ስለ ዝረኸብኩዎ እቲ ዝደልዮ ህርመታት ሙዚቃ ይኹን ሓሳባት ናይ ደርፊ ይኹን ኩሉ ዋላ ጽባቐ ኣከዳድና ይኹን ኩሉ እቲ ባህሊ ይኹን ካብቲ ሕብረተሰብሲ ብቐጥታ ንኽረኽቦስ ዕድል ረኺበ።
ኣብ ዘረባኻ መንግስት ንዓዲ ሸኽ ጋላ ኣብኡ እንዲና ዘለና ንቋንቋ ኩናማ ብሓፈሽኡ ንናይ ቀቢላ ሰኮዳስ ከኣ ብፍላይ ብዕምቆት ኣብ ምፍላጡን ኣብ ምጽንዑን እንታይ ተራ ኔርዋ መጽናዕቲ ዘካየድካዮ ዶ ኔሩ ምናልባት ውጽኢት ናይ መጽናዕትኻ ከ ዘፍረኻዮ ስርሓት ኔሩ ዶ ኣብዚኣ እንተ ትጠቅሰልና።
ኣብ ዓዲ ሸኽ ጋላ ብዙሕ ደርፍታት እየ ሰሪሐ ብዙሕ ደርፍታት እየ ኣፍርየ መጀመርያ በቲ ቋንቋ ክጅምር ናብቲ ዓዲ ምስ ኣተኹ እቲ ህዝቢ ድዛረቦ ድነበረ ቋንቋ ምስ ሰማዕኩ ግር ኢልኒ እቲ ኣነ ዝፈልጦ ኩናማ ኣይጸናሓንን ኣብቲ ዓዲ ምኽንያቱ በይኖም ላህጃ ዘለዎም ናይ ብሄረ ኩናማ እዮም ሰኮዳስ ማለት እዩ ሕጂ ከመይ ደኣ እዩ እዚ ገለለ ከምዚ ንኽጭብጦ ኸማንሲ ኣይከኣልኩን ምኽንያቱ በበይኑ እቲ እቲ ቋንቋስ ምስ ናይ ኢተና ዝዛረብዎ ከባቢ ባርንቱ ወላ ባርኬ ዝዛረብዎ ኣብዚ ከባቢ ቢንቢና ከባቢ ሻምብቆፍቲ ዝጸሓፈ ኩሉ ከባቢ ዝነበረ ኩናማስ ኣይነበረን ማለት እዩ ግን ኩሉ ግዜ መምህር ኮንካ እንድሕር ኣብ ሓደ ቦታ ተመዲብካ ትምህር ጥራሕ ደይኮንካስ ትመሃር እውን ኢኻ እቲ ብሙሉኡ ኣብቲ ሕብረተሰብ ዘሎ ነገራት እንዳፈለጥካ ኢኻ ትኸይድ። ቋንቋ ጥራይ ዘይኮነ ኣናባብርኦም፣ ንሰብ ዘኽብርዎ ክብሪ፣ ስነስርዓቶም፣ ባህሎም ኩሉ ነገር እንዳጽናዕካ ኢኻ ትኸይድ። ሽዑ ኣብ ከምኡ ዓይነት እዋን ድማ ምስቃነ እቶም ቆልዑ፣ ቀስ እንዳበልካ እንዳተዛረብካ ናቶም እንዳሰማዕካ እስኻ እታ ትፈልጦ ትፈልጣ እንዳሃብካዮም ገለ እቲ ናይ ቋንቋ ብኸምኡ ዳርጋ ኣብ ውሽጢ ሓደ ዓመትሲ ጽቡቅ ጌረ ምስኦም ክረዳዳእ ክኢለ ማለት እዩ እቲ ናይ ሰብ ከዳስ ኩናማ ኣብቲ ናይ ገለ ሪሰርች ዝገበርክዎ ነገራት ተኔሩ ግን ብዙሕ ደርፍታት ኔሩ ከምዚ ኣብ ኣጋጣሚታት እታ መርዓታት ዝደርፍዎ፣ ኣብ ዛር ዝደርፍዎ፣ ኣብ ዝኾነ ይኹን ባህላዊ ነገር ዝደርፍዎ ደርፍታት ገለስ ይብል ነይረ እየ። ማለት እሰምዕ ዋላ እውን ካብኡ ሒዘዮ ዝመፃኹ ደርፍታት ነይሩ። ሓንቲ ካብአን ሕጂ እዛ ጆና ትብል ግርማይ ዓንዶም ደሪፍዋ ዘሎ ደርፊ ካብኡ ዝመፀት እያ። ናይ ዛር ደርፊ እያ ድማ ኣብ ግዜ ዛር ነተን ዛር ዝሓዘን ኣዴታት ድየን መንእሰያት ዝድረፈለን ደርፊ እዩ ማለት እዩ ሕጂ ጆና ክትብል ከለኻ እኮ ኩናማ ኣይኮነን ግን ንሳቶም ባህህሎም ምስ ናይ ምስ ናይ ሱዳን ገለ ስለ ዝመሳሰል እቲ ናይ ዓረብ ቃላት ሕልፍ ሕልፍ ኢሉ ኣብ ድኾነ ቃላት ክስኳዕ ትሪኦ ኢኻ ዋላ ከም ቃላት ማለት እዩ ሕጂ ጆና ጆና ኣስማራን ጆናን ባኩሪ ጃወለ እያ ትብል እታ እታ ደርፊ ማለት እዩ ሕጂ ኩላ ካብዚኣሲ ኩናማ ርኸብ ተባሂልካ ክትረክብ ኣይትኽእልን ኢኻ ናይ ዓረብ ቃል እዩ ጆና ከምዚ መጽዮምና ማለት እዩ ኣስማራን ድብልኦ ደለዋ እሱ እውን ዝኾነ ናይ ዓረብ ወይ ከዓ ነስመራ ተሓሲቡ ዝተዋህበ ቃል ክኸውን ይኽእል እዩ ጆና ጆና ኣስማራን ጆና ባኩሪ ጃወለ እቲ በዅር ከኣ ዕጣን እዩ። ገለ ከምዚ ዕጣን ኣምጽኡላ ነታ ዛር ሓሚማ ዘላ ወይ ከኣ ዕጣን ኣምጽኡለይ ማለት እውን ክኸውን ይኽእል እዩ እቲ ትርጉም። ኣነ ግን ከምዚ ካብኡ ዝሓዝክዎ ነገር እንተነይሩ ምሻሎ ከምዚ ኩሉ ግዜ ዋላ ዝሓስቦ ዝነበርኩ ነቲ እሳ ዛር ሒዝዋ ክትቃናዞ ከላ ስለ ትድረፈላ እታ ደርፊ ብዛዕባ እቲ ቃንዛ ናይቲ ዛር ሓሚማ ትወድቆን ትትስኦን ገለ ብዛዕብኡ ክደርፋ ኢለ ስለ ዝሓስባ ዝነበርኩ ብከምኡ ጌረ ውን ኣዳልየ ኣለኹ።
ሕራይ መንግስቲ እታ ደርፊ እኮ ዝያዳ መጽናዕቲ ጌርካ፣ ዝሰራሕካያ ስራሕ እያ ነቲ ናይቲ ኣብቲ ቀቢላ ኣብቲ ብሄር ዝዝውተር ባህላዊ ንጥፈታት ወይ ውን እቲ ያታዊ ሂወት ንዕኡ ከንጸባርቕ ኢልካ ዝሰራሕካያ እያ ድሓር ዝያዳ ውን ኩላትና ብንፈልጣ ድምጻዊ ግርማይ ዓንዶም ኣብታ ኣልቡሙ የእትይዋ ዝያዳ ተሰሚዓ እያ እሞ እስከ እስኻ ከ ብወገንካ ተተስማዓና።

ኣይ መንግስ ሕጂ ውን ጌና ካብዚ ዝኽርታት ናይ ዓዲ ሸኽ ጋላ ከይወጸና ከለና ገለ ካብቶም ንተመሃሮ ጠርኒፍካ ተካይዶም ዝነበርካ ዝተፈላለዩ ንጥፈታት ካብ ትዝክሮ ንገለ ነገራት ጥቐሰልና።
ንተመሃሮ ከምዚ። ኩሉ ግዜስ ብዛዕባ ደርፍን ሳዕስዒትን ገለየ ዝምህሮም ነይረ። ኣነ ኣይኮንኩን ከም ዝደረፉ ዝብሎም ግን ኣነ ነቲ ዝደርፍዎስ ካብኦም እየ ዝመሃሮ ነይረ፣ ምሂረዮም ክብል ኣይክእልን እየ። ምኽንያቱ እንታይ እንታይ ገይረ ምሂረ? ምናልባት መዛሙር ገለ ነይሩ ገለ ዜማታት ገይረ ባዕለይ ከምዚ ከምዚ ዘምሩ ዝብሎም ዝነበርኩ መዛሙር ነይሩ በቃ ከምዚ ይዝምርዎ እሳቶም በቲ ኣነ ዝሰርሓሎም ዝነበርኩ መዛሙር ጽቡቕ ተሓጒሶም በቃ ኣፍ ልቦም ነፊሖም ገለ እዮም ድዝምርዎ ነይሮም ነቲ መዛሙር ኣነ ድማ ከምዚ ካብኦም ከኣ ብዙሕ ነገር ይመሃር ነይረ ማለት እዩ ኣብቲ ባህሊ ዝሰምዖ ዝነበርኩ ደርፍታት ሲ ከምዚ ብጊታር ገይረ እንዳተጻወትኩ ገለስ ታሽሙ ገብሮ ነይረ ማለት እዩ።
ኣነ ግን ኣብዚኣ ሕጂ ደሓን ብዙሕ ተናኺፍናያ ኢና ዓዲ ሸኽጋላ ዓዲ ሸኽጋላ ጌጋ ይኽልኣለይ ክትእርመኒ ሰለስተ ዓመት ክንደይ ኢኻ ጸኒሕካ ድሕሪኡ ናብ ኣስቲ ባሮንቲ ኢኻ መጺኻ ኣሲቲ ምስቲ ጎኒ ጎኒ እዚ ናይ ስነ ጥበባዊ ህይወትካ ብኸመይ እንዳተጣዓዕመ ኸይዱ
ኣሲቲ ምስ መጻኹ ልክዕ እታ ኣብ ዓዲ ሸኽጋላ ዝጀመርክዋ ንስራሕካ ፍቶ ትብል እየ ተጠቂመ ስትራቴጂ እየ ተጠቂመ ፅቡቅ ነገር ከዓ ተሓጒሰ ማለት እዩ ከመይ እንድሕር ኢልካኒ ኣብቲ ቤት ትምህርቲ ኣሴቲ ምስ መፃኹ ምስ ዳይረክተረይ ናፖልዮን ዮሴፍ ተረዳዲኤ ገለ ገለ ተምሃሮ ካብዚ ካብዚ ቤት ትምህርቲ እንድሕር ደኣ ፍቓኝ ፍቓደኛታት እንድሕር ኮይኖምሲ ከምዚ ጌርናስ ናይ ባህሊ ገለ ገለ ክንገብር ገለ ምስ በልኩዎ እወ ይገብሩ እዮም ቅድሚ ሕጂ እውን ይገብሩ ነይሮም እዮም ግን መሳርሒታት የለን ከመይ ደኣ ክትገብር ኢኻ ገለ ኢሉኒ ኣነ ከኣ እዋእ እንድዒ ደሓን ብዝከኣለና ብኸበሮ ብገለ ጌርና ንጅምሮ እሞ ተተኻኢሉ ከኣ ገለ ትገዝኡልና ገለ እብሎ ማለት እዩ መምህር ናፖልዮን ከኣ በቃ በል ክእውጀልካ እየ ኢሉ ነጊርዎም ንተምሃሮ በቃ ድልየት ዘለዎም ተምሃሮ መፅዮም በዓል ጉሉል ድበሃል ኣሎ ካብ ባረንቱ ቁሩብ ርሕቅ ኢሉ ኣብቲ ወሰናስን ዘሎ ጎቦታት ገለ ዓዲ ገጠራት ኣለዉ በቃ ከምዚ ካብ ባረንትኡ ይዕሪ ርሑቕ ኣይኮነን ግን በቃ እቶም ተማሃሮስ ጽቡቕ ጌሮም መልክዎ ነቲ ነቲ ዘሎ ህርመታት ናይ ኩናማን ገለን ረኺበ ኣብኡ ከኣ ማለት እዩ ሕጂ ካብቲ ናይ ዓዲ ሸኽ ጋላ ይፍለ እዩ እዚ እቲ ህርመታቶም ዋላስ ገለ ገሊኡ ድማሳሰል ሓደ ሽም ዋላ ዘለዎ ኸንሱስ ይፈላለ ግን ኣብኡ ከኣ በቃ መጺኦም ክደርፉ ክስዕስዑ ገለ ጀሚሮም ማለት እዩ። ቤት ትምህርቲ ከኣ ንእሽተይ ንእሽተይ ኦርጋን ክንዲዚኣ እያ ትኸውን ኣምጺልና ማለት እዩ እዚኣ መዘመሪት ትኾነትኩም ኢልና ጽቡቕ ተጠቒምናላ ወላ ንዓኣስ ኣብ ጥቕሚ ኣውዕልናያ ማለት እዩ መዛሙር ክንዝምረላ ገለ ክኢልና በተን ድከኣላኒ ናይ ኪቦርድ ነገር ገለ ትንክፍ ትንክፍ እንዳበልኩ ገለስ ከዘምር ጀሚረ ተማሃሮ ኣብኡ ውን በቃ ሕጉስ ነገር ዝረኣኽዎ እንተነይሩ ኣነ ንባዕለይሲ ምስቶም ተማሃሮ ኮይነስ ክደርፍ ክኢለ ማለት እዩ ጊታር ሒዘ መጼ ከምዚ መመረቕታ ናይ ወለዲ ገለ ክህሉ ከሎስ ኣብኡ ጊታር ሒዘ መጼስ ክደርፍ ክኢለ ማለት እዩ በዓል ካሌኖማ ትብል ደርፈይ ውን ሽዑ ዝገበርክወን እየን። ኣብ ኣብ ባሕቲ መስከረም ደሪፈ እያ ነይረ ሓደ ግዜ ኣብኡ ዝገበርክዎ እዩ ሕጂ እቲ ንጥፈታትሲ ጽቡቕ ነይሩ ኣብኡ ኸኣ ልክዕ ከምታ ቅድም ዝነበረት ኣብ ምምህርናስ ነታ ምምህርናስ ተጠቒመስ ምስ ማሕበረሰብ ብዙሕ ነገር እንዳተማሃርኩን እንዳማሃርኩን እኸይድ ነይረ ማለት እዩ።
ምናልባት ሳምሪ እሳ ደይተስምዓ ነታ ደርፊ? እታ ካሌናማ? እወ።
ጽቡቕ።